መሰረታዊ ልኾነ ፍልጠት ካብዞም ልበሃሉ እንታይ ምፍላጥ እዩ? A and the ልብሉ እዚኦም ሰለስቲኦም ማለት እዩ ጥቕሞም፣ ኣፈላላዮም፣ ብሀመይ መንገዲ ንጥቀመሎም ንኽእል ልብል ምፍላጥ ብጣዕሚ ኣገዳሲ እዩ ማለት እዩ። ራይት ሶ ብኤ እና ኣን ክንጅምር ተለና እዞም ክልተ እዚኣቶም ማለት ጥቕሞም ሓደ እዩ። ራይት ብዛዕባ ለይንፈልጦ ነገር ነዋግዕ ትለን ዓይና ኤ ወይ ድማ ኣን ንጥቀም ማለት እዩ። ንኣብነት a book ተይለ መጽሓፍ ማለት እየ እና እዚ መጽሓፍ እዚ ኣነ ኣይፈልጦ እዩ ምክንያቱ እንታይ ኢለኒ ኢኹ a book ኢለኒ ኢኹ ንኣብነት ናብ ዳ መጽሓፍ መሸጣ ከይደ ንዚ መጽሓፍ ልሸጥ ሰብ give me a book እንድሕር ኢለዮ መጽሓፍ ሃበኒ እየ ሉሎ ኣለኹ ንምንታይ a book ኢለ ምክንያቱ እዚ መጽሓፍ እንታይ እዩ ኣይፈልጦ ኣነ ኦራይት ለይፈልጦ መጽሓፍ እዩ ስ ዝኾነ ይኹን መጽሓፍ ሃበኒ እየ ሉለኹ ማለት እዩ So A እና An እዚኦም ክልቲኦም ማለት ብዛዕባ ለይንፈልጦ ነገር ነዋግዕ ተለና ኢና ንጥቀመሎም ብደንቢ ጌርና ማለት እዩ። ንኣብነት ናብ ኾነ በረኻ ከይደ እንድሕር ሓርማዝ ርኤ ኮይነ ማለት እዩ እንታይ ክብል ኽእል እየ I saw an elephant I saw an elephant ሓርማዝ ሪኤ ይብለኹ ማለት እዩ ንምንታይ ኣን ኤለፋንት ኢለ ምክንያቱ ዝረኣኽዎ ሓርማዝ እንታይ እገብሮ እዩ ኣይፈልጦ እዩ ኦራይ ንመጀመርታ ግዜ እየ ሪኤዮ ኒኢኹ ማለት እዩ ራይት እንድሕር ንመጀመርታ ግዜ መልኣኽ ርኤ ኮይነ እንታይ ክብል ክእል እየ ኣይ ሳው ኣን ኤንጅል I saw an angel ኣነ መልኣኽ ርኤ ይብለኹ ማለት እዩ ንመጀመርታ ግዜ ምስ መልኣኽ እንድሕር ኣዋጊዐ ኮይነ ማለት እዩ I talked with an angel I talked with an angel ኣነ ምስ መልኣኽ ኣዋጊዐ ንምንታይ ኣን ኤንጅል ኢለ ኔኹ ምክንያቱ ንዚ መልኣኽ እንታይ ኣይገብሮ ኣይፈልጦ እዩ ወይ ቅድሚ ሕዚ ርእዮ ኣይፈልጥ እዩ ሶ ኤ እና ኣን ክልትኤን ጥቕመን ማዕረ እዩ ብዛዕባ ዘይትፈልጦ ነገር ተዋግዕ ዘለኻ ኢኻ ትጥቀመለን ማለት እዩ ግን ኣብ ልተፈላለየ ቦታታት ኢና ንጥቀመለና ሕዚ ቅድሚ ናብ ካሊእ ነገር ምሕላፍና ብዛዕባ ኣብ ኢንግሊሽ ቫውል እና ኮንሰናንት ዝበሃሉ ነገራት ንረእዮ ማለት እዩ ኣብ ኢንግሊሽ ሽዱሽተ ቫውል ነኡና ወይ መናብብቲ ተባሂሎም ዝፍለጡ ማለት እዩ ንሳቶም እንመን እዮም ኤ ኢ ኣይ ኦ ዩ ዝበሃሉ እዚኦም ሓሙሽተ እዮም ማለት እዩ። እዞም ዋና መናብብቲ እዮም ማለት እዩ። ሓደ ሓደ ግዜ እንደገና ዋይ ከም መናብብቲ ይቑፀር እዩ ማለት እዩ። ኣብ ዙዝኒ ኣርእስቲ ግን ስለለየድልየልና ይፅነሐልና ማለት እዩ። ሶ ብዛዕባ ኤ ካብ ኤ ጀሚሮም ክሳብ ኢኦራይት ኤ ኢ ኣይ ኦ ዩ እዚኦም ሓሙሽቲኦም ማለት እዩ ቫውል ይበሃሉ። ካብኣቶም ውጭ ለለዉ ንግና ቫውል የኾኒ ወይ መናብብቲ የኾኒ ማለት እዩ። ራይት ሶ ሓደ ቃል ወይ ብመናብቲ ክጅምር ወይ መናብቲ ብለይኾኑ ወይ ብኮንሶናንት ዝኾኑ ለተርስ እዩ ክጅምር ማለት እዩ ፊደላት እዩ ክጅምር ራይት ንኣብነት ቡክ ቡክ ብምንታይ ኢሉ ጅምሩ ኣሎ ብቢ ወዶ ያ ሶ ቢ ግን እንታይ ይኾነ ቫውል ይኾነ ወይ መናብብቲ ይኾነ ኦራይት ንቐጽል ኤለፋንት ኤለፋንት እዛ ቃል እዚኣ ብምንታይ እያ ትጅምር ብኢ እያ ትጅምር ማለት እዩ እንታይ ማለት እዩ ቫውል እያ ማለት እዩ ሶ ሓደ ቃል ብቫውል ዘይኮነ ለተር ክጅምር ተሎ ወይ ድማ ብቫውል ክጅምር ተሎ ማለት እዩ ኤ እና ኣን ኣብዞ ዝኒኦ ኢና ክንጥቀመሉ ንኽእል ማለት እዩ ኤ ኩሉ ሻዕ ቫውል ብለይኮነ ለተር ወይ ድማ ፊደል ልጅምር ቃል ኢና ንጥቀመሉ ማለት እዩ ራይት ኤስ ሃ ቫውል ምስ ለይኾኑ ራይት ለይኾኑ ማለት እዩ ካብ ኤ ኢ ኣይ ኦ ዩ ዝበሃል ካብዚኦም ሓሙሽቲኦም ውጭ ዝጅመር ቃል ተኮይኑ ኤ ንጥቀም ንኣብነት ዓንተይ ትዝክሩ ተኾንኩም ኤ ቡክ ኢለኩም ነይረ ሶ ቡክ ብቢ እዩ ዝጅምር ኣሎ ሶ እንታይ ተጠቂምና ኢና ኤ ምክንያቱ ቢ እንታይ የኮነ ቫውል የኮነ መናብብቲ የኮነ ንኡ ኢና ድማ a ተጠቒምናሉ ኢና ማለት እዩ። car ተይለ ታይ ክብል እኒ a car right ምስ car ታይ ልጥቀም a እየ ክጥቀም ዝኽእል a car ምክንያቱ ብሲ እዩ ልጅምር ሲ እንደገና ታይ የኾነ መናብብቲ የኾነ ማለት እዩ። ball ተይለ ከ ኩዕሾ ተይለ a ball እየ ክብል ዝኽእል ማለት እዩ። ball ምስ a እየ ክጥቀሞ ማለት እዩ right that's it family ምስ family ከ a ድየ ክጥቀም ወይስ ኣን እየ ክጥቀም ያ ኤ እየ ክጥቀም ምክንያቱ ፋሚሊ ብምንታይ ኢሉ ጅምር ብኤፍ እዩ ዝጅምር ኤፍ እንደገና እንታይ የኾነ ቫውል የኾነ ማለት እዩ ሶ ኤፍ ፋሚሊ ኣለኹ ማለት እዩ ኦራይት ውመን ተይለኸ ውመን ሰበይቲ ማለት እዩ ሶ ውመን ተይለስ ኤድ ክጥቀም ወይስ ኣን ክጥቀም ያ ትክክል ኤ እየ ክጥቀም ማለት እዩ ምክንያቱ ውመን ብዳብልዩ ትብል ፊደል እያ ትጅምር ደን ዳብልዩ እንደገና እንታይ የኮነ ቫውል የኮነ ማለት እዩ ኦራይት ናብ ኣን ንምፃእ ኣን እንደገና ኩሉ ሻዕ ሓደ ቃል ብቫውል እንድሕር ልጅምር ኮይኑ ኣን ኢና ክንጥቀም ንኽእል ማለት እዩ ብደንቢ ገይርኩም ኣስተውዕሉ ሓደ ቃልስ ብቫውል እንድሕር ልጅምር ኮይኑ ኣን ኢና ንጥቀም ማለት እዩ ንኣብነት ኣፕል ተይለ ኣፕል ኣፕል ተይለስ ኤ ድየ ክጥቀም ወይስ ኣን ትኽክል ኣን ኣፕል ራይት ኣን ኣፕል እየ ክብል ዝኽእል ማለት እዩ ኦኬ ንቐፅል ኤለፋንት ተይለኻ ኤለፋንት ኤድ እየ ክጥቀም ወይስ ኣን ትኽክል ኣን እየ ክጥቀም ኣን ኤለፋንት እየ ክብል ማለት እዩ ኤንጅል ተይለኻ ኤንጅል መልኣኽ ተይለ ኤድ እየ ክጥቀም ወይስ ኣን እየ ክጥቀም ያ ትኽክል ኣን እየ ክጥቀም ማለት እዩ ኦሬንጅ ተይለኸም ኦሬንጅ ወይ ድማ ኣራንሺ ኢደ ልጥቀም ኣን ትኽክል ኣን እየ ክጥቀም ማለት እዩ ራይት ኣይስ ተይለኸ ኣይስ በረድ ኢደ ክጥቀም ወይስ ኣን ትኽክል ኣን እየ ክጥቀም ማለት እዩ ኤ እና ኣን ኣጠቃቅምኦም ብዚ መንገዲ እዚ ንኸለና ማለት እዩ ካብኡን ሓደ ሓደሻ ብጣዕሚ ምድንጋር ክፈጥሩ ይኽእሉ እዮም ማለት እዩ ኣብና ኤ ቦታ ኣን ተግንይዎ ኣብና ኣን ቦታ ደግና ኤ ተግንይዎ እዚ ነገር እዚ በህመ እዩ ይፍጠር ተይኹምኒ ንኣብነት ሓንቲ ጥያቄ ክጥይቀኩም ዩኒቨርሲቲ ራይት ዩኒቨርሲቲ ትብል ቃል ብምንታይ እያ ትጅምር ብምንታይ ብዩ ወዶ ትኽክል ብዩ እያ ትጅምር ማለት እዩ እዩ እንታይ ናይ ነርና ዓንቲ ወይኒ ክትዝክሩ ኹም ካብዞም ሓሙሽተ መናብብቲ ሓደ እዩ እዩ ማለት እዩ ሶ ዩኒቨርሲቲ ቴልናስ ኤ ዲና ንጥቀም ኣን ኣን ኖ ኖ እሳ ጌጋ እያ ኣን የኮነ ንጥቀም እንታይ ኢና ንጥቀም ኤ ኢና ንጥቀም ኤ ዩኒቨርሲቲ ኢና ንብል ማለት እዩ እሺ ዩኒቨርሳል ቴልና ከ ዩኒቨርሳል ቴልና ዩኒቨርሳል ዩኒቨርሳል ማለት ኦኬ ዩኒቨርስ ወይ ድማ ዩኒቨርሳል ንድሕር ኢልና ዩኒቨርሳል ትብል ቃል ብዩ እያ ትጅምር ሶ ኤ ድና ንጥቀም ወይስ ኣን ኤ ኢና ንጥቀም ማለት እዩ ራይት እሺ ንቐፅል ናብ ካልእ ኤግዛምፕል ንኸድ ማለት እዩ ኦነስት ራይት ኦነስት ትብል ቃል ብምንታይ እያ ትጅምር ብኤች ብኤች እያ ትድምር ራይት ኤች እንደገና እንታይ የኾነ ምናልቲ የኾነ ቫውል የኾነ ኣብዚ ኤ ዲና ንጥቀም ወይስ ኣን ኤል ኢና ንጥቀም ኣን ኣን ኢና ንጥቀም ማለት እዩ ዋላ ኤች መናብርቲ ኣይኹን እምበይ እንታይ ኢና ንጥቀም ኣን ኢና ንጥቀም ራይ ንቐፅል ኣወር ኣወር ወይ ድማ ሰዓት እንድሕር ኢለ ኮይና ያ ኣወር ትብል ቃል ሕዚ ብኤች እያ ትጅምር ማለት እዩ ኤች እንደገና መናብርቲ ይኾነ ኤል ክትጥቀም ወይስ ኣን ክትጥቀም እወ ኣን እየ ክጥቀም ማለት እዩ ኣፈላላዩ ማለት እዩ ሕዚ እየ ክነግረኩም ማለት እዩ ኩሉ ሻዕ ሓደ ቃል ናይ ቫውል ድምፂ እንድሕር ሃልይዎ ኢና ኣን ክንጥቀም ንኽእል ማለት እዩ ብደንብ ጌርኩም ኣስተውዕሉ ናይ ቫውል ድምፂ እንድሕር ሃልይዎ ማለት እዩ እምበይ ሓደ ቃል ዋላ ብቫውል እናጀመረ ናይ ቫውል ድምፂ እንድሕር ለይብሉ ኤ ኢና ንጥቀም ዘይ ኣፈላላይ እዚኣ ክደግመልኩም እየ ብደንብ ጌርኩም ሓዙለይ ማለት እዩ ናብ ቫውል ድምጺ፣ ሓደ ቃል ናብ ቫውል ድምጺ እንድሕር ሃልይዎ ኣን ኢና ንጥቀም ማለት እዩ። ክጅምር ተሎስ ናብ ቫውል ድምጺ እንድሕር ሃልይዎ። ሕዚ ናታትኩም ጥያቄ ብርግጸኝነት ታይ ክኮን ዝክእል ናይ ቫውል ድምጽስ እንታይ እዩ ማለት እዩ። ካብ እ ጀሚሩ ክሳብ ኦ ልሎ ኩሉ እዚ ታይ እዩ ናብ ቫውል ድምጺ እዩ ማለት እዩ። ራይት እ ኡ ኢ ኣ ኤ እ ኦ ዝብሉ እዚኦም ሸውዓት እዮም እዚኣቶም ማለት እዩ እንታይ እዮም ናይ ቫውል ድምፂ እዮም ሓደ ቃል ክጅምር ተሎ ካብዞም ኣብዚ ዘለዉ ሸውዓተ ናይ ሓደ ድምፂ ሒዙ እንድሕር ንጅምር ኮይኑ ማለት እዩ እንታይ ኢና ንጥቀም ኣን ኢና ክንጥቀም ንኣብነት ከምዚ ዓንተ ነገርኩም ኦነስት ልብል እዚ ኦነስት ልብል ቃል እዚ ብኤች ልጅምር ኤች ኦ ኤን ኢ ኤስ ቲ ኦነስት ልብል ማለት እዩ ብኤች ልጅምር ግን ድምፁና እንታይ እዩ ናቫውል ድምፂ እዩ ነይዎ ኦ ልብል ድምፂ ማለት እዩ። ብደንቢ ጌርኩም ኣስተውዕሉ። ሶ ኦነስቲ ልንበብ ኣሎ። ሶ እንታይ ኢና ንጥቀም? ኣን ኢና ንጥቀም። ምክንያቱ ኣንሲ ሃ ምስ ናቫውል ድምፂ ልኸድ ኢልና ኔርና ማለት እዩ። እስቲ ናብ ዩኒቨርሲቲ ንመለስ። ዩኒቨርሲቲ ልብል ቃል ብዩ እዩ ልጅምር። ዩ እንደገና ሃ ቫውል እዩ መናብብቲ እዩ ግን እዚ ቃል ክጅምር ተሎ ና ቫውል ድምፂ የብሉ እዩ ራይት ዩኒቨርሲቲ ኢሉ እዩ ዝጅምር ኣሎ ብዩ እዩ ዝጅምር ኣሎ ዩ እንደገና እንታይ ይኾነ ና ቫውል ድምፂ ይኾነ ና ቫውል ድምፂ መን መን ምዃኖም ዓንቲ ወይ ነጊረኩም የርእየና ሕዚ ከዘኻኽረኩም እ ኡ ኢ ኣ ኤ እ ኦ ሉሉ እዚኦም ሸውዓቲኦም እዮም ና ቫውል ድምፂ ዝበሃሉ ማለት እዩ ሓደ ቃል ና ቫውል ድምፂ እንድሕር ሃልይዎ ኣን ትጥቀሙ ና ቫውል ድምጺ እንድሕር ለይብሉ ግን እንታይ ትጥቀሙ ኣለኹም ማለት እዩ? ኤ ትጥቀሙ ኣለኹም። ዝልጅምረሉስ ብለየገድስ ማለት እዩ። ኦኬ እዚ እዩ ኣብዚ እዩ ዘፈላላይ ማለት እዩ። ንኣብነት ዩኒቨርሲቲ ብዩ እዩ ልጅምር ሶ ኣን ኢና ንጥቀም ነርና ግን እንታይ ተጠቒምና ኤ ተጠቒምና ኢና ማለት እዩ። ሶ ብዛዕባ a እና an እንድሕር እዚ ነገር እዚ ኢልና ኮይና ናብ ናብ መጨረሻና ናብ the ወይ ድማ ዘ ናብ ልል ንእተ ማለት እዩ እና ዘል ግና ብዛዕባ ንፈልጦ ነገር ነዋግዕ ተለና ኢና ዘ ንጥቀም ማለት እዩ ንኣብነት ናብ ገዛይ ፖሊስ እንድሕር መፅኡ ደን ኣነ ንቤተሰበይ ፖሊስ ሞጺኡ ክብሎም ተኾይነ እንታይ እየ ክብሎም እዚ ፖሊስ ኣነ ኣይፈልጦይ ራይት ዘይፈልጦ ፖሊስ እዩ መፂኡ ኒኤና ፖሊስ መፂኡ ክብሎም ተኾይነ እንታይ ክብሎም ኒኤኒ እወ ኤ ፖሊስ ኬም እየ ክብል ዝኽእል ኦኬ ኤ ፖሊስ ኬም ኤ ፖሊስ ይብለኹም ምክንያቱ እዚ ፖሊስ እንታይ ገበሩ ኣነ ኣይፈልጦይ ንመጀመርታ ግዜ እዩ መፂኡ ኒኦ እዚ ፖሊሲ'ዚ ኣነ ከም ለይፈልጦ ንቤተሰበይ ብምንታይ ገይረ ይነግሮም ኣለኹ? A ትብል ተጠቒመ ይነግሮም ኣለኹ ማለት እዩ። A ፖሊስ ክብሎም እንተለኹስ ሀ ቤተሰበይ እንታይ እዩ ዝርድኦም ኣሎ? ኣነስ በቃ እዚ ፖሊስ እንታይ ይገብሮ ኣይፈልጦ እዩ ማለት እዩ። ራይት ለይፈልጦ መምህር ናብ ገዛ ተመፅኡ እንታይ እዩ ይብል? A teacher came መምህር መፅኡ ይብሉ ኣለኹ። A teacher ይብሉ ኣለኹ። ንምንታይ A teacher ኢለ? ምክንያቱ ምስዚ መምህር እንታይ ኣይገብሮ ኣነ ኣይፈልጦ እዩ። ስለ ለይፈልጦ እንታይ ተጠቒመ እኒኦኹ? A ልብል ተጠቒመ እኒኦኹ ማለት እዩ። እና እሺ እዚ ፖሊስ ደጊሙ መበል ካልኣይ መዓልቲ መፅዩ ደን ኣነ እዚ ፖሊስ እንታይ ገይረዮ ኒኹ ፈሊጠዮ ኒኹ ምክንያቱ ትማሊ መፂ ነይሩ እዩ ማለት እዩ ሶ ሕዚ እንደገና ደጊመ ንቤተሰበይስ እቲ ፖሊስ መፂ ክሎም ተለኹስ ኤ ፖሊስ ኬም ዲየ ክሎም ወይስ ዘ ፖሊስ ኬም እየ ክሎም እወ ዘ ፖሊስ ኬም እየ ክሎም ኦራይት እቲ ፖሊስ መፂ እየ ክሎም ንምንታይ ዘ ተጠቂመ ኒኹ መስለኩም ንዚ ፖሊስ እንታይ ስለ ዝገብሮ ኣሎ ስለ ዝፈልጦ ማለት እዩ ሶ ዘስ ብዛዕባ ትፈልጦ ነገር ቅድሚ ሕዚ ርክብ ስለ ነበረካ ወይ ርኢኻዮ ኔርካ ወይ ብዛዕኡ ሰሚዕኻ ኔርካ ወይ ትፈልጦ ኢኻ ብንእሽተይ መንገድስ እዚ ነገር እሱ እንታይ ትገብሮ ኢኻ ትፈልጦ ኢኻ ሶ ብዛዕባ እዚ ነገር እሱ ተዋግዕ ተለኻ ዘ ኢኻ ትጥቀም ማለት እዩ ኦራይት ዘ ትጥቀም ኔርካ ግድን እዩ ማለት እዩ ንኣብነት ናብዳ መፅሓፍ መሸጣ ከይደ መጽሓፍ ንኣለሹ እንድሕር ነይራ ሓንቲ መጽሓፍ እንድሕር ፎቴያ ጽባሕ መጺ ክገዘእካ እየ ኢለዮ እንድሕር ገዛይ ተመሊሰ ብጽባሒቱ እንደገና እንድሕር ኸይደ ማለት እዩ ብጽባሒቱ ናብ ዝዳ መጽሓፍ መሸጣ ኸይደ እታ መጽሓፍ ሃበኒ ክብሎ ተኮይነ ስታይ ብሎ ጊቭ ሚ ዘ ቡክ ዘ ቡክ እየ ክብል ዝኽእል ማለት እዩ ንምንታይ ዘ ቡክ ኢለ ምክንያቱ ነቲ መጽሓፍ እንታይ ገይሩ እዩ ነይረ እየ ትማሊ መጽስ ርእዮ ነይረ እየ ማለት እዩ ብዛዕባ እትፈልጦ ነገር ተዋግዕ ተለካ ማለት እዩ ዘ ኢኻ ትጥቀምለ ከ ማለት እዩ ለይትፈልጦ ሓድሽ ልኾነካ ነገር እንደገና ኤዴ ኤ ተጠቒምካ ትገልጾ ኣለኻ ማለት እዩ ኣራይ ቅርሺ ሎማዓንቲ ሒዘዮ ኣለወርኺ ቅርሺ ኣጋጣሚ እንድሕር ጠፍኢኒ ፅባሕ እንድሕር ረኺበዮ እቲ ቅርሺ ረኺበዮ ንማል እንታይ ክንኒኒ

ይፈልጦ እየ ማለት እዩ right i saw the angel እቲ መልኣኽ ርእዮ right the angel ልብለኹ እንታይ ስለ ዝኾንኩ እየ ንኤንጅል ወይ ድማ ነቲ መልኣኽ እንታይ ስለ ልገብሮ እዩ ስለ ልፈልጦ እዩ ማለት እዩ right give me the key right uh, take me to the house so the ልብልስ ኣብ ዝተፈላለዩ ቦታ ክትግድይዎ ተለኹ ማለት እዩ እቲ ሓደ ሰብ ንምንታይ ዘይጥቀምሎ ክትፈልጥዎ ዝግበእኩም ነገር እቲ ነገር ስለ ልፈልጦ እዩ ማለት እዩ a ወይ ድማ ኣን ንጥቀምሉ ነገራ እቲ ነገር ንኡ እንታይ ስለ ዝኾኖ እዩ ስለ ዝሓደሾ እዩ ንማላ ኣክሊ ሶ ስ ዘት ብዛዕባ a ኣን ዘ ብደንቢ ክትፈልጥዎ ዝግበእኩም ማለት እዩ እዚ እዩ ደጋጊምኩም እዚ ቪድዮ ዝረእይዎ ክሳዕ ብደንቢ ዝረድእኩም ማለት እዩ እና ናይ ድግግም ጉዳይ እዩ እንግሊሽ ከምዚ ዓንተ ኢሉ ነገርኩም ኮንሲስተንሲ ብጣዕሚ ይደሊ ቋንቋ እዩ so ደጋጊምካ ትለማመዶ ተለኻ ደጋጊምካ ትመሃር ደጋጊምካ ተጽንዕ ተለኻ ናጎበዝኻ ፍልጠትኻ ብኡ መጠን ናወሰኸ ናወሰኸ ይመጽእ እንድሕር ሓዲግካዮ እንደገና እዚ ቋንቋ ለባዕሉ ይሓድገካ ማለት እዩ ይርስዐካ እስኻ ተረሲዕካዩ ክርስዐካ እዩ ተዘኪርካዩ እንደገና ክዝክረካ እዩ ማለት እዩ so ኩሉ ሻዕ ኮንሲስተንሲ ወሳኒ እዩ እና ሎማዓንትስ በቃ ብጣዕሚ ስለ ዝተበረታትዕኹም ወይ ደስ ስለ ዝበለኩምስ ፖንት ኦንላይን ለሰን ኣትኹም ቪድዮ ሪኢኹም ፅባሕ እንድሕር ለይደገምኩማ ምንም ጥቕሚ የብሉይ ወይ ድማ ከንቱ እዩ ማለት እዩ So ኩልሻዕ ንሕና ሓደሽቲ ሓደሽቲ ለሰናት ብዩቱብ ቻናልና ንሰድድ ኣለና ኢና ማለት እዩ። ኣነለ ብጣዕሚ ርግጸኛ እየ እዚ ለሰናት እንድሕር መዓልቲ መዓልቲ ትከታተልዎ ኮንኩም ታይታይ ዓይነት ለሰናት ክትመሃሩ ወይ ታይታይ ዓይነት ትምህርትታት ንሕና ክንህበኩም ትደልዩ ኣብ ኮመንት እንድሕር ጽሑፍ ኮንኩምሲ ለይትልወጥሉ ለይትዓብይሉ መንገድለስ የለይ ማለት እዩ እና ብኣካል መጺኹምለ ክትመሃሩ ትደልዩ ሰባት እንድሕር ሃሊኹም ኣብ ዓዲ ሓቂ ብርኪ ቤት ትምህርቲ ማለት እዩ ወይ ድማ ዓዲ ሓቂ ጫፍ ታክሲ መዕረፊ ማለት እዩ ፖንት ኣብኡ ንርከብ ማለት እዩ ኣድራሻና ኣብኡ እዩ ማለት እዩ ስልክ ቁፅርና ኣለ ኣብዝና መጀመርታ ቪድዮ ኣብዝና ከቨራት ኣብ ሕድሕድ ቪድዮታት ከቨር ኣብኡታት ንኢኩም እዩ ማለት እዩ ሶ ብስልኪ ምድዋል ለይከኣል እዩ መፂኻ ምምሃር ለይከኣል እዩ ማለት እዩ Come here.